ኣብ ቤተሰብኩም ታይ ኣጋጥሙ? ሞትን መጉዳእትን ክልተ ፋዘርና ሲስተር ሞይቶም። ኣየዋኺ ሽዑ እዩ ሞይቱ?
ኣዎ።
ካብኡ ለለ ቆልዓ? ኣዎ። ጓልኺ ድያ? ሓብቲ።
ሓፍትኺ
ኣዮኺ ኣዮኺ ህይወት ሓፍተይ ሓፍትኺ ንእሽተይ ድያ? ቆልዓ ሸሞንተ ዓመት። ቆልዓ ሸሞንተ ዓመት ኣየዋኺ ለሽ ሸዓ ይኣርፉ እሱ ተሳቐዩ
ሰላም ጥዕና ሃበለይ ኣብ መላእ ኩርናዓት ዓለም ዝትግነዩ ተኸታተልቲ ማሻራዳ ሚድያ ያው ለማዕንቲ ለለ ኣብ ቅድም ብልና ማሻራዳ ሚድያ ዘርጊሕናዮ ዝነበርና ብ ክልተ ሽሕ ዓሰርተ ሰለስተ ዓመተ ምህረት ኣብ ወረዳ እምባእላጀ ጣብያ ዓይባ ዓይኒ ማይ ኣብ ልባሃል ከባቢ ኣብ መረባ ቤተሰብ ብልዓረፈ ኻብድ ኣብ ልዕሊ ቤተሰብ ኻብድ ሃሰያ ኣብፅሑ ካፍቲ ሃሰያ ንስለ ለምለጠት ውላድና ሓፍትና ኣርሴማ ዛብ ጎድና ይድንሃያ ማለት እዩ ስለዚ ዛቆልዓ እዚኣ ልሓሙሽተ ዓመታት ከባቢ ኣብ ዓይደር ሪፈራል ሆስፒታል ላተሓከመት ጸኒሓ ልዕሊ ትሽዓንተ ልኾኑ ውቃዓ ኣብ ነብሳ ዓሪፉ ብፍላይ ድማ ኣብ እግራ ኣብ ልበጽሐ በሰላ ላብ ኩሩ ሆስፒታል ኣዲስ ኣበባ ሪፈር ተባሂላ ልዕሊ ሰለስተ ሚእቲ ሓምሳ ሽሕ የድልየኪ ተባሂላ እና በይዛኹም ኣሕዋትና ሓጉዙና ኢልና ብልዘርጋሕናልኹም ቪድዮ መሰረት ብክልተ ማሕበራዊ ሚድያ ቻናል ኣብ ምሉእ ዓለም ልትግነዩ ለጋሳት ርሕሩሓት ኣሕዋትና ድጋፍ ልገበርኩሞ ሓበሬታ ልምሃብ ኢና መጺእና ማለት እዩ። ስለዚ ኣደኣ እያ ኣብ ጎድና ድናሃ ኣደኣ እቲ ኣካውንት ብናይ ኣደኣ ስም ስለ ልኾነ እቲ በጽሒድዎ ድንሆ እቲ ገንዘብ ህንደይ ኣትዩ ልብል ብሓደ ከይድና ርኢና ነብርና እና ህይወት ትነግረኩም እያ። ሰለዚ እቲ ተሪፉና ድንሆ ኩነታት ለንነግረኩም ኢና እቲ ናይ ሕክምና ከይዲ እንደገና ምንታይ በፅሑ ልብል ሓበሬታ ልማሃብ ኢና መፂእና እና ክትከታተሉና ብክብሪ ንዕድም። እሺ ሂወት ሓፍተይ ኣብ ባንኪ ቤት ብሓደ ከይድና ነብርና እና እስኪ እቲ በፅሕዎ ድንሆ ሓበሬታ ንገርዮም ህንደይ በፅሑ ህንደይ ኣትዩ ኣብ ኣካውንትኪ።
እቲ ኣካውንት ከይድና ዝረናዮ ክልተ ሚእቲ ሰብዓይ ሓደ ሽሕ ቅርሺ በፂሑ እኒኦ እቲ። ዕስራይ ትሽዓንተይ እና ሓምሳ ሰብዓይ ትሽዓንተይ ሽሕ ቀሪ እኒሀዎ ማለት እዩ ያው። ሰብዓይ ትሽዓንተይ ሽሕ ይቐርና እስኪ ተጠቓላሊ ታይ ትሰምዕኪ እዞም ዝደገፍኺ ኣሕዋትኺ እስኪ መልእኽቲ ኣሕልፍሎም ምስጋና ኣሕልፍሎም ኣነ እቲ ገንዘብ ይትረፍ ዶ ክንዲ ዝለኣክል ገንዘብስ ኣብ ክልተ ሰለስተ መዓልቲ ምንም ኣይተፀበይኹዎይ ምኽንያቱ ብዙሕ ቢሮታት ደኽመ እየ ብዙሕ ባነር ዘርግሐ እየ ከተማታት ብዙሕ መኪና ዝረ እየ ምንም ኣይተፀብኹ ወይ ይትረፍ ዶ ክልተ ሚእቲ ሰብዓይ ገለ ሽሕስ ዕስራ ሰላሳ ሽሕ ቅርሺ ዶ ኮን ክሕግዘኒ ብዝብል እየ ዝኩሉ ኩነታት ኣተዮ እምበይ ኣነ ምንም ኣይተፀበኹ ወይ ስለዚ ኣብ ደገ ዘለኽን ኣሕዋተይ ኣነ ምስጋናይ ወሰን የብሉን እግዚኣብሔር ኣምላክ ግን ሃምቲ ዝኩሉ ለኣነ ይኹን ብሓዘን እይኹን ብቲ እዛ ቆልዓ እዚኣ ተሓኪማስ ኣብ ጽቡቕ ደረጃ ትበጽሕ እያ ኢልኽን ቀትሪ ለይቲ ምስ ኣነ ሓዚንኽን በኺኽን ዝኹሉ ተዋጽኦ ትገብሩ ኣለኽን እግዛብሄር ኣምላክ ይሓግዝኽን ናባኽን
ያው ሃምዚ ህይወት ሓፍትና ልገለጸቶ እዩ ቦኽሪ ጓላ እያ ናይ መጀመርያ ጓላ እያ ስለዚ እዛ ውላድ እዛው ልምድሓን ለይኳሕኩሐቶ በሪ ለእዳ ለይዘርግሐትሉ ዕደጋ ለይኸደቶ ከተማ ለይኸደቶ ናይ መንግስቲ ይኹን ናይ ኤንጅኦ ትካል ቢሮ የለይ ብሓቂ ተስፋኣ ኣግሂድኹምላ ኢኹም ብሓቂ ማለት እዩ ንመጀመርያ ግዜ ደስ ኢልዋ ክተውግዕ ክትሕጎስ ገይርኹም ኢኹም ኣብ መላእ ዓለም ልትግነዩ ኣሕዋትና ማለት እዩ ያው ውላድኻ ኣዶ ኮይንኻ ረእዮ እዩ ልበሃል ለለ ቦኽሪ ጓላ እያ ናይ መጀመርያ ጓላ እያ ስለዚ እዛ ቆልዓ እዚኣ ልምድሓን ትራባርቡ እዩ ኩሉ ሰብ ህንዲ ልከኣሎ ማለት እዩ ብጣዕሚ እዳ ሕጉስ ክልተ ሚእቲ ሰብዓይ ሓደ ሽሕ ኣብ ኣካውንታ ኣግኒና እንሀና እታ ኣካውንት ሓደ ሽሕ ነይርዋ መጀመርያ ድሕርኡ ወጪ የብሉይ ክልተ ሚእቲ ሰብዓይ ሽሕ ኣብ ርእሳ ሓዱሽ ኣታዊ እንሆ ማለት እዩ ስለዚ ክልተ ሚእቲ ሰብዓይ ሽሕ ኣብ ኣካውንት ኣታዊ ኮይኑ እንሆ እግዚኣብሔር ኣምላክ ኣብዝሑ ይሃብኩም ያው ሰላሳ እና ሓምሳ ሰማንያ ሽሕ ቀሪ እኒሄዋ ማለት እዩ ላብ ድታ ቆልዓ መሊኣ ክትሕከም ላድለያ ናይ ሕክምና ወፃኢ ማለት እዩ ስለዚ ኣሕዋተይ እቲ ናይ ሕክምና ፕሮሰስ ተጀሚሩ እዩ ልብል ሓበሬታ ሂባትኒ ነበራ እቲ ወረፋ ጠጠው ኢሉ ነሩ ስለዚ ኣብ ማእኸል ኣእትዮም ኣለው እቲ ናይ ሕክምና ወረፋለ ብስርዓት ክትሕከም ወረፋ ሕዛ እኒኣ ማለት እዩ ኣብ ኩሩ ሆስፒታል ኣዲስ ኣበባ ድኾነ እወ ስለዚ ኣብ ቲክቶክ ብጣዕሚ ብዙሓት ኣሕዋትና ብፍላይ ኣብ ኣሜሪካ ልነው ኩሉ ግዜ እዶም ልዝርግሑ ኣሕዋትና ማለት እዩ ብጣዕሚ ፅሩያት ኣሕዋትና ካልኦት ሓደሽቲ ሕና ለይንፈልጦም ኣሕዋትናለ ቻለንጅ ካፊቶም ብጣዕሚ ልገርም ቻለንጅ ሂቦምና ብቲ ቻለንጅ ስም ዕጽፊ ዕጽፍጻፍ ይገብሮም ልሃዋና ኣሕዋትና ለነው ኣብ ካብ ኩሉ ብላዕሊ ግን ኣነ ካመስግኖም ልደሊ ኣብ ህንደይ መከራ ኣብ ህንደይ ሓሳሪ መከራ ቃትሪ ለይቲ ኣብ ስራሕ ኾይነን ህንደይ ገዳማትና ቤተ ክርስትያናትና ልጸጎሞ ልሕግዙ ለው ኣሕዋትና እንሀው ኣብ ዓዲ ዓረብ ድንሀው ስለዚ ብናይዛ ህጻን ኣርሴማ ግሩፕ ብ ወዛ ሓፍትና ወዛም ሃይሉ ልትካፍተ እሊ ኣኸዛ ዓይባ ካልኦት ብጣዕሚ ብዙሓት ኣሕዋትና ልካፊቶም ላንቀሳቅሱ ኣለዎ ብ ወዛም ሃይሉ ልትበሃል ጓል ኣረራ ልትካፍተ ናይ መሰንጀር ግሩፕ እንሆ ማለት እዩ ኣብዚ ውሽጢ እዚ ቁፅሪ ለይብሎም ኣሕዋትና ደግፎም እዮም ኣሕዋትና ማለት እዩ እግዚኣብሔር ኣምላክ ብውሉድኩም ኣግንይዎ ኢና ንብል ናይዚ ሓገዝ እዚ ምሳሌ ልኾንኻ ጀማሪ ልኾንኻ ሓውና በርሀ ሃፍቶብርሃ ኣለለ ኣብዚ ቻለንጅ ዝለ ትድልዓለ ውህብቶ ለሃብኻ ኢኻ መጀመርያ እንደገና ላብ እደን ሰላሳ ሽሕ ከባቢ ለሃበና እዩ በርሀ ሃፍቶ ሓውና እግዚኣብሔር ኣምላክ ኣብዝሑ ይሃብኻ ልብል ምስጋና እነኒ ልኩልኹም ካብ ንእሽተይ እስካብ ዓብዪ ኣስተዋፅኦ ልገበርኹም ብስም ተኸታተልቲ ማሻራዳ ሚድያ ብስም እዛ ገና ዓባይት ተስፋ ዓዳ ልኾነት ህጻን ሓፍትና ብስማይ ብስም ቤተሰባይ እግዚኣብሔር ኣምላክ ይሃበለይ እየ ልብል ብሓቂ እቲ ቤተሰብ ጥራሕ ኣርሴማ ኣይኾነቲ ኣብ ድሕሪ ኣርሴማ ልሕከማ ቆልዑ እንሀባ ምንኣሳ ድህይወት ኣብ እግራ ዓውዪ ጉድኣት እዩ ድንህዋ እቲ ቤተሰብ ብጣዕሚ እዩ ተሃስዩ ስለዚ ኣርሴማ እንድሕል ኣድሕናያ ግን እቲ ቤተሰብ ያው ንእሽተይ ብስነ ልቦና እኳስ ንሐውዮ ኣለና ማለት እዩ ስለዚ ሓደ ሓደ ኣሕዋትና ብኸይዲ ክትሕግዝዎም ልትደልዩ ኢለ እታ ቆልዓ እውን ኣብ ገጠር ትምህርቲ ቤት እያ ትመሃር ሃምኡ ድበለ ፀገም እነዋና ስለዚ ናይ ህይወት ኣካውንት እኒሀኩም እዩ ብቃፃሊ እዛ ቆልዓ እዚኣ ልትመሃረሉ ብፍላይ ኣዲስ ኣበባ ኣብ ኻሊእ ኣብ መቐለ ልንኩም ኣሕዋትና ለ ኣብ ልሐሸ ትምህርቲ ቤት ክትመሃር ምድጋፍ ለይከኣል እዩ እየ ክብለኩም ደልየ ታጎዛ ገንዘብ ለ ክንማላኣ ይግባእ ልብል ሓሳብ እኒሀኒ ኣብ መወዳእታ ኣርሴማ ድዞም እስኺ ክትሕከሚ እስኺ ክትድሕኒ ናብ ማን እየ ድጸውለኽኪ እህ ኣብቲ ቻለንጅ ተትርኢ ናብ ማን ደኾን ፈጣርስ ኣርሴማ እዘን ክራንች እዚኤን ኣሙልቓተን ላጎየየት ምስ ኣሕዋታ ደኾን ክርኢ ይደሊ ኢሎም ድተመነዩ ኣሕዋትኺ እነሀው እና እስኪ ኣመስግንዮም።

እዚ ርእዮም ልደንገጹ ኣሕዋታ እንደገና ልል ወዛም ልል ኣኸዛ ኩሎም ልል ኡድነው ብምልኦም ኣብ ኣሜሪካ ኮይነን ካብ ዝተፈላለየ ካብ ማእኸል ትግራይ ኣብዚ ደቂ ማጨው ደቂ ኩሉ ከባቢ ኮይኖም ልል ሓጎዝኺ እስካ ኣመስግንዮም ህይወት ሓፍተይ።
ኣብ ደገ ይኹን ኣብ ውሽጢ ዓዲ ዘለኹም ኣሕዋተይ ንዓይ ኢልኹም ቀትሪ ለይቲ ህራስ ስኢንኩም እዛ ቆልዓ እዚኣ ድሒናስ ካብዘን ክራንች እዚኣ ተላቒቓስ ኣብ ትምህርቲ ደረጃ ትውዒላ ንርኢ ዶ ንኾን ኢልኹም ምሳይ ዝደንገጽኩም ኣሕዋተይ ብጣዕሚ እየ ላመስግን እግዚኣብሔር ኣምላክ ብውላድኩም ይሐጉስኩም ሕማቕ ኣይትርኸቡ